ኣይነይቲ ጓልያ ይፈትወካ'የ እንዳበለት በቲ ንስኻ ዝሃብካያ ገንዘብ ካርድ መሊኣ ምስ ካልእ ሰብ ተዕልል። ኣብ ዝኾነ ይኹን ዓይነት ንምስርቶ ፍቕራዊ ዝምድና እምነት ብጣዕሚ ኣገዳሲ መሰረት እዩ። ብፍላይ ድማ ኣብ ፍቕራዊ ዝምድና እምነት መጀመርያ ዝመጽእ ኣገዳሲ ነገር እዩ። ንሓንቲ ዘፍቀርካያ ጓል ኣሚንካያ ማለት ካብኣ ትኽክለኛ ፍቕሪ ከም ትቕበል፣ ከምቲ ንስኻ ትሓልየላ ንሳ'ውን ብልባ ከም ትሓልየልካ፣ ከም ተፍቅረካን ኣሚንካ ኣለኻ ማለት እዩ። ብሓጺሩ ናተይ'ዩ ኢልካ ርግጸኛ ትኾነሉ እዩ እምነት ማለት። ከነፍቅር ከለና ድማ ነቲ ነፍቅሮ ኣይንኣምኖን ኢና ምባል ዘይከኣል ነገር እዩ። ይኹን እምበር ስለ ዘፍቀርና፣ ስለ ዝኣመንና እቲ ሰብ ተመሊሱ ልክዕ ከምቲ ዘፍቀርናዮ ከምቲ ዝኣመንናዮ ይገብር ማለት ኣይኮነን ኣብዚ እዩ ድማ ምጥንቃቅ ዘድልየና ኣብ ሂወት መቸም እዚ ጥልመት ምኽሓድ ዝባሃል ነገር ሓንሳብ ኣብ ሂወት ኣጋጢምና ይኸውን እዩ ማዕረ ክንደይ ኣዕናውን ሃሳዪ ምዃኑ ውን ንፈልጥ ኢና ካብዚ ብምብጋስ ንስኻ ዝኣመንካያ ጓል ነዚ ሎሚ ንሪኦ ምልክታት ተሪኢኻላ ስሚዒትካ ተቆጻጺርካ ሕሰብ ቀልጢፍካ ድማ ስጉምቲ ውሰድ ምኽንያቱ መንነትካ ስለ ተስእነካ። ዝኾነት ጓል እንተ ኣፍቂራትካ እምንቲ ክትኮነልካ ግድን እዩ። እዚ ሎሚ ንርእዮ ነጥብታት ክትገብሮ ብፍጹም ኣይትኽእልንያ። እንታይ እዮም እዞም ነጥብታት? ብኸመይ ከስተውዕለሎም ይኽእል እንተልካ ድማ ምሳይ ቅሩብ ደቓይቕ ዓቕሊ ጌርኩም ጽንሑ። ሄቨን እየ ምሳኹም ዘለኹ። ከመይ ኣለኹም? እንቋዕ ናብዚ ቻነል ብደሓን መጻኹም እንዳበልኩ ናብዚ ቻነል ሓደሽ እንተለኹም ሳብስክራይብ ክትገብሩ ነቲ በብግዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ ብፍጹም ክትኣምና ዘይብልካ ጓል ልክዕ ዝኾነ ነገር ምስ ትደሊ ኣባኻ ስምዒት ከም ዘለዋ ትነግረካ። ቅድሚ ኣፍቃሪትካ ምዃና ወይ ኣፍቃሪትካ ምስ ኮነት፣ ኣባኻ ዘለዋ ስምዒት ጠራይ ካባኻ ገለ ነገር ምስ ደለየት ዝለዋወጥ እንተ ኾይኑ ኣብ ኣዘራርባኣ፣ ኣቀራርባኣ፣ ቴክስት ኣጸሓሕፋኣ፣ ትጥቀመሎም ቃላት ኩሉ ነገራ ብሓንሳብ ትቕይር ጓል ፈጺምካ ክትኣምና የብልካን። እዚ ነታ ኣፍቂርካያ ዘለኻ ጓል ዝተፈላለየ ምኽንያት ኮይኑ ክስምዓካ ይኽእል እዩ። ምናልባት ሎሚ ናይ ብሓቂ ዝያዳ ፈትያትኒ ኣላ ወይ ድማ፣ ከምኡ ክትገብር ከላ ኣጸቢቑ ደስ ክብለካ ክእል እዩ፣ ብውሽጣ ግን ዝቀያየር ስምዒት ከም ዘሎ ክተስተውዕል ትኽእል ኢኻ። ንምንታይ ኩሉ ግዜ ከምዚ ዘይትኸውን? እዚ ዝስምዓካ ዘሎ ዓይነት ስምዒት ደው ከተብሎ ኣለካ። ነቲ ሓቂ ክትቅበሎ ኣለካ። ከምዚ ዓይነት ተዘውትር ጓል ክትኣምና ዘይብልካ እዩ። ሓንቲ ጓል ፍቕሪ ምሳኻ እንተሒዝዋ ናትካ ገንዘብ፣ ናትካ ተፈላጥነት፣ ናትካ መኪና፣ ገዛ፣ ንዓኣ ትርጉም ዝህባ ኣይኮነን ናይ ብሓቂ እየ ዝብለኩም ሓንቲ ጓል ንዓኻ ንመንነትካ ተፈትያቶ ካልእ ነገር ኣይትርኢን እያ እታ ንጥቕሚ ኢላ ትቐርበካ ግን ካልእ ዕላማ እዩ ዘለዋ ክትዛናጋዕ ደልያ ጠራይ ውን ክትቀርበካ ትኽእል እያ ግን ክተስተውዕለሉ ዘለካ እዚ ስምዒት ተርእዮ ንሳ ቅድሚ ሕጂ ዘይነበረ ወይ ከኣ ኩሉ ግዜ ዘይተዘውትሮ እንተ ኮይና ጥራይ ገለ ነገር ካባኻ ደልያ ትገብሮ እንተ ኮይና ገዛእ ርእስኻ ሕተት ከምዚኣ ዓይነት ጓል ፈጺምካ ከይትኣምን። ካልኣይ ፈጺምካ ክትኣምና ዘይብልካ ጓል ንዓኻ ከም ኣማራጺ ትርእየካ ጓል እዚ ማለት ድማ ምስ ካልኦት ኣወዳት ብብዝሒ ኔትዎርክ ዘለዋ ጓል ብሶሻል ሜድያ ይኹን ብምድውዋል ኩሉ ግዜ ምስ ዝተፈላለዩ ኣወዳት በቃ ዘይርደኣካ ጥቡቕ ርክብ ዘለዋ ጓል ዋላ ምሳኻ ከላ ንባዕሉ ምስ ብዙሓት ትደዋወል ጓል ሓደ መሓዛ'ዩ ዝብል መልሲ ተስምዓካ ብፍጹም'የ ዝብለካ ከይትኣምና ሓደ መዓልቲ ንስኻ ክሳብ ዘይተድልየሉ ግዜ ዝመጽእ ኣይትጸበ። ካባኻ ዝሓይሽ ትግደሰሉ ትጽበዮ ኣለዋ። ንሱ ምስላጥ ስለ ዝኣበያ'ያ መጻንሒ ሒዛትካ ዘላ። ስለዚ ነቲ ተቕርበልካ ምኽንያታት ደሓን ሓደ መዓልቲ ክትገድፎ'ያ እንዳበልካ ነብስኻ ኣይተዕሽው። ከምቲ ዝበልኩኻ'የ ኣፍቂርካያ ስለ ዘለኻ'ዩ። ንኸይተኸደካ ኢልካ ሸለል ትብሎ ዘለኻ። ጊዚኡ ምስ ኣኸለ ግን እቲ ንስኻ ትጉድኦ ዝገደደ እዩ ዝኸውን። ቺት ምግባር ኣብ ሞንጎናን ኣብ ሞንጎኹም ዘሎ ብጣዕሚ እዩ ዝፈላለ። ንሕና መጀመርታ ስምዒት ክህልወና ኣለዎ ስቕ ኢልና ምስ ተረኽበ ኣይንገብርን ኢና። ስለዚ ሓንቲ ጓል ንሓደ ወዲ ኣቓልቦን ጊዜን ክትህብ ተጀሚራ ኦሬዲ ገለ ስምዒታት ኣለዋ ማለት እዩ። ዕድል ተረኺባ ድማ ምኻዳ ኣይተርፋን እዩ ካባኻ ወጻኢ ልባ ዝሓዘ እንተሎ ክትባራበር እዩ ዘለካ ክትኣምና የብልካን ንስኻ ሪዘርቭ ኢኻ እምበር ቀዳማይ ኣይኮንካን ስለዚ ሲረስ ክትሓተት ኣለካ መን እዩ ምስ መን ኣምሲኺ መን እዩ እዚ ክትፈልጦም ከም ዝደለኻ ከማን ክትሓትት እዩ ዘለካ ፍቅርኻ መጠቀሚ ትገብሮ ጓል ብፍጹም ክትኣምና ዘይብልካ እዩ ኩሉ ግዜ ንስኻ ኣብኣ ዘለካ ስምዒት ተጠቂማ ንዓኻ ተማርረካ ኣበይ ዶ ክኸይድ እዩ ኢላ ዋላ ባዕላ ዝገበረቶ ጌጋ ንዓኻ እንዳ ከሰሰት ዓሰርተ ግዜ ትጭቕጭቐካ ጓል ተትፈትወኒ ኔርካ ከምዚ ምገበርካ ኔርካ በቃ ኩሉ ግዜ ካብ ዓቕምኻ ንላዕሊ ክትገብረላ እያ ትደሊ ነቲ ንስኻ ትልግሰላ ፍቕሪ ታሕቲ መዐቀኒ እዩ ዘለዋ እዚ ንስኻ ብጣዕሚ ከም ዝፈተኻያ ተረዲኣ ስለ ዘላ ነቲ ስምዒትካ ከም መጠቀሚ ክትገብሮ ትፍትን ጓል ብፍጹም ክትኣምና ዘይብልካ ሰባት ኢና ኣብ ፍቅራዊ ርክብ ባእሲ ምግርጫው ዘሎ ነገር እዩ ግን ብሓቂ ንፋቀር እንተ ኮይና ክንታዓረቅ ኢና ንደሊ ብውሽጥና ማለት እዩ ንሳ ግን ነዚ ባእሲ ወይ ምግርጫው ተጠቂማ ብስሚዒትካ ምፍርራሕ ክገድፈካ እየ እንዳበለት ትደጋግሞ እንተ ኮይና ኣይትፈትወካን እያ ማለት እዩ ግልጺ እዩ ንውሽጥካ ስምዓዮ እዚ ንሳ ትብሎ ዘላ ሓቂ ድዩ እኩል ፍቅርን ኣቃልቦን ኣይትህባን ዲካ ዘለካ ብሓቂ ትገብሮ እንተለካ ድማ እዚ ጌጋ እዚ ክሳብ ምፍልላይ ዘብጽሕ ድዩ? እዚ ሕቶታት እዚ ንኽትምልስ እዩ ዘለካ። ይርደኣኒ እዩ ፍቕሪ ሓያል እዩ ብፍላይ ንዘፍቀርካያ ጓል። ብቐሊሉ ንሳ ትገብሮ ጌጋ ክረኣየካ ኣይክእልን እዩ። ካብኣ ተፈሊኻ እውን ከም ትጉዳእ ትፈልጥ ኢኻ። እዚ ኣብ ኩሉ ዘሎ ፍርሒ እንድዩ ግን ኣጸቢቕካ ናብ ሓዳር፣ ቆልዑ፣ ገለ ከይበጻሕካ ዝመጽእ ማህሰይቲ ይሓይሽ እዩ። ዳሕራይ ኣብ ሓዳር ምስ በጻሕካ ገዛእ ርእስኻ ጥራይ ኣይኮንካን ትሃሲ፣ ምስዚ ጉዳይ ዘራኽብ ዘይብሎም ቆልዑት፣ ቤተሰብ፣ ምፍራስ ኣሎ። ስለዚ ዘይተፍቅረካን ዘይተኽብረካን ጓል ተኸደት እውን ብቐደሙ ናትካ ኣይነበረትን ኣይትፍራሕ ነቲ ቁኑዕ ስጉምቲ ውሰድ። ራብዓይ ድማ ዘይትኣምነካ ጓል እያ። እዚ ሓደገኛ እዩ ንስኻ ግን ቀሊል ጌርካ ትወስዶ ትኽእል ኢኻ። ንስኻ ግን ክሳብ እሙን ዝኾንካ እምነትካ እንዳረኣኻያ ፈጺማ ዘይትኣምነካ ጓል ካብ ዝገርመኩም ንሳ እምንቲ ስለ ዘይኮነት እያ ከምኡ ትሓስብ ዘላ። ሃንደበት ፕራይቬሲ ናታ ክትፍትሽ ምስ ትፍትን ክትስንብድ እያ። ንስኻ ግን እሙን ስለ ዝኾንካ ዘፍርሓካ ነገር የለን። ከም ነብስኻ ጌርካ ድማ ትቖጽራ ኣለኻ። ሃንደበት ተሌፎንካ ረሲዕካዮ ምስ ትኸይድ ወይ ዝኾነ ናትካ ውልቃዊ ነገር ምስ ትረክብ ብጣዕሚ እያ ትፍትሾ። ንኣብነት ደዊላትልካ ተሌፎንካ ስለ ዘይጠዓመካ ስለ ዘይሰማዕካያ ናብ ካልእ እያ ትጥርጥሮ። ስለዚ ኣባኻ ትጠራጠር እምነት ዘይብላ እንተ ኮይና ሂወት ኣይኮነን ማለት እዚ ቅንኢ ኣብ ኩላትና ኣዋልድ ዘሎ እንድዩ ግን ዝተጋነነ ኣይኮነን ወይ ድማ ካብ ፍቅሪ ዝነቀለ እዩ ኣይጽላኣን እዩ ድማ ኣወዳት ከማን ደስ እዩ ዝብሎም ካብዚ ሓሊፉ ግን ኣበይ ጸኒሕካ ኣበይ ኣምሲካ እምነት ዘይብሉ ዘረባ ብቀጻሊ ትዛረበካ እንተ ኮይና ናይ ገዛእ ርእሳ ተግባራት ከምኡ ምኳኑ ምፍላጥ ኣለካ ናይ ብሓቂ ነታ ጓል ዘይተፍቅራ እንተ ኮንካ ከምኡ ክትገብር ትክእል ኢካ እዚ ናይ ኣወዳት ባህርያት እዩ ከምኡ ትገብር ጓል እንተኾይና ንስኻ እንዳኣመንካያ እሙን እንከለኻ በቃ ኩሉ ግዜ ኣብ ዓይኒ ጥርጣረ ትገብረካ እንተኾይና ናይ ሕቶ ምልክት እዩ ክትኣምና ውን የብልካን ሓምሻይ ፈጺማ ዘይትእመን ጓል ይፈትወካ እየ የፍቅረካ እየ እንዳበለት ተግባራ ግን በንጻሩ ዝኾነ እዩ ይፈትወካ እየ እንዳበለት ተደዊልካላ ኣይተልዕል ተሌፎን ዘይትድውል ቴክስት ዘይትገብር በቃ ኣብቲ ፍቕራዊ ሂወትኩም ብተግባር ተገዳስነት ዘይብላ። ንኽትረኽበካ ንኽትረኣኣዩ ኩሉ ግዜ ድልውቲ ዘይኮነት። ብሓጺሩ ንስኻ ጠራይ ትለፍዕ ትጽዕር እንተ ኮንካ ነዛ ጓል እዚኣ ክትኣምና የብልካን። ምሳኻ ዘላ ዝኾነ ካልእ ምኽንያት ስለ ዘለዋ እዩ። ማንም ሰብ ዝኾነ ዓይነት ቢዚ ይኸውን እንድዩ ንዝፈትዎ ንዝደልዮን ነገር ግን ግዜ የገብር እዩ። ተዘይኮነ ግን ምሳኻ ግዜ ንኸይተጥፍእ ምኽንያታት ተብዝሕ እንተ ኮይና ኣባኻ ድራማ ትሰርሕ ከም ዘላ ፍለጥ። ቴክስት ጽሒፍካ እንታይ ኮንኪ ዘይመለስኪ ምስ ትብላ ኣይረኣኹዎን ክትብለካ ትኽእል እያ። ንሕና ኣዋልድ እንተ ኣፍቂርና ግን በብሰከንድ ኢና ተሌፎንና ንርኢ። ስለዚ ነቲ ትፈትዎ ሰብ ቴክስት ቸክ ምግባር ኣይኮነን ይድውል ዶ ይኸውን እንዳበለት እያ ተሌፎና ሒዛ ትውዕል። ስለዚ ብኣፋ ይፈትወካ'የ እንዳበለት ግዜ የብለይን እንዳበለት ምሳኻ ምርኻብ ድዩ? ምዕላል ዘይትደሊ እንተ ኮይና ፈጺምካ ክትኣምና ዘይብልካ ጓል እያ። ንምንታይ ደኣ ቀሪባትኒ እንተ ኢልካ ድማ ገለ ነገር ካባኻ ዝደለየቶ ኣለዋ ማለት እዩ። ነዚ ነገር እዚ ክሳብ ትረኽቦ ወይ ክሳብ ይኣኽለኒ እዩ ትብል፣ ንስኻ ከም ዘይትገድፋ፣ ከም ዘይትኸይድ ርግጸኛ ኮይና ኣላ። ስለዚ ከምዚ ንምንታይ ትኸውን? ኣብ ምንታይ ቦታ ኢኻ ዘለኻ? እዛ ጓል ንዓኻ ትግባኣ ድያ? እዚ ኩሉ ክትምልሶ እዩ ዘለካ። ኣየነይቲ ጓል እያ ይፈትወካ እየ እንዳበለት በቲ ንስኻ ዝሃብካያ ገንዘብ፣ ካርድ መሊኣ ምስ ካልእ ሰብ ተዕልል ናባኻ ግን ብመልሓሳ እንተዘይኮይኑ ኣይትድውልን ብዙሕ ደቓይቕ ከማን ኣይተዕልለካን ኣብ ውሽጣ ስምዒት የብላን እያ ካበይ ክመጽእ ዕላል እዚ ውን ሕሰበሉ ትእመን ጓል ኣይኮነትን። ነዚ ሓሳብ እዚ እንተፈቲኹሞ ምሳይ ትሰማምዑ እንተኾይንኩም ላይክ ሸር ግበሩ። ዝኾነ ሕቶን ሪኢቶን እንተለኩም ድማ ኣብ ታሕቲ ጸሓፉለይ ክምልሰልኩም እየ። ክሳብ ኣብታ ካልኣይቲ ቪድዮ ንራኸብ ሂወትኩም ብንቕሓት ምርሕዋ ኢኹም። ሰሰናዩ።